ሰላም ሰላም ናይ ዩቲብ ቻናለይ ተኸታተልቲ ከመይ ኣለኹምለይ ከመይ ትኾኑ እግዚኣብሔር ይመስገን ኣነ ብጣዕሚ ሰላም እየ ዘለኹምዎ ሰላምን ፍቕርን ለእኻትኩም እናተመነኹ ንዩቲብ ቻናል ሓደሽቲ ዝኾን ኳዕ ዳሕና መፃኹምለይ ናበልኩ ሳብስክራይብ ናገርኩም ቤተሰብ ይኩኑ ሼር ላይክ ኮሜንት ከዓ ኣይትረስዑ ማለት እዩ ብሩኻተይ ኣነ ከዓ ኩሉ ግዜ ሓደሽቲ ቪድዮታት ልበልክዎም ኣብ ሶሻል ሚድያ ልዘዋወሩ ይኾኑ ለእኻትኩም ክጠቕሙ ልበልክዎም ቪድዮታት ሓሒዘልኩም ክመፅእ እየ ማለት እዩ ብሩኻተይ ናይ ሎማዓንቲ ቪድዮ ከዓ ናይ ሎማዓንቲ ቪድዮ ከዓ ናይ ነቢያት ሓፍትና ህይወት ናይ ነቢያት ሓፍትና ታሪክ ሰሚዕና ሕምምትን ኣውል ቤተሰበ ይኣስሩኒ ሰብኣየ ይዕምፀኒ ብዙሕ ችግር በፂሑኒ ህዝቢ ትግራይ ዝፀገመይ ሪኡ ይፍትሐለይ ህዝቢ ይረኣየለይ ይላል ኣብ ሚድያ ልወፀት ነቢያት ሓፍትና ተበዳሊት እየ በሃሊት ናይ ብዙሓት ሰባት እውነት ልቢ ሰይራ እያ ብጣዕሚ ሰብ ሓዚኑ ብዙሕ ሰብ ሼር ኢልዋ እዩ ኣሕዋታ ከዓ መልሲ ሂወን ኣለለዋ ማለት እዩ ስለዚ መልሲ ናይተን ኣሕዋታ ሰሚዕና ንሕና ከዓ ግብረ መልሲ ከም ሰባት ትልሃውኡ መልሲ ከም ሰባት ማለት እዩ ሳተን ደቅናኣ ለባዕላ ኣሕዋታ ምስኣ ተወሊደን ዝዓበያ ኣሕዋታ እየን ምስኣ ተወሊደን ዝዓበያ ኣሕዋታ እየን ማለት እዩ ናይዘን ኣሕዋታ መልሲ ብቑዕ ድዩ? ኣንሕናኸ ከም ሰባት ሓደ ሰብ ሓውካ ስለ ጥራሕ ለዮ ሓውካ ስለልኾነ ጥራሕ ይኾንካ ኣይትሓልየሉ ሓውካ ስለለይኮነ እውን ኣብቲ ናቱ ሂወት ኮይንካ ኣይትሓስበሉ ማለት ይኾነ ከም ጓል ኣንስተይቲ ኣነ ሓንቲ ጓል ኣንስተይቲ ዝበፅሓሉ ነገር ክስምዐኒ ግድን እዩ ማለት ስለዚ ትናታተን ልበልኡ ነገር ሰሚዕና መልሲ ክንህብ ኢና ኣብ ዘሎ ናታተን ንስማዕ ማለት እዩ ብርካትስ ብግዲ ድያ ተደፊራ ብግዲ ድዩ ደፊርዋ ሰብኣያ ብግዲ ድዩ ዘሳቕያ ነይሩ ጎረባብቲ ከተማ ዓዲግራት ዝፈልጦ እዩ ስለዚ ነብያትስ ኣሕዋታ ሸይጠናኣ ድየን ኣይሸጠኣን ንሕና ሕልናና ዝፈልጦ እዩ ማለት እዩ ካብተን ሸይጠናኣ ዝበሃላ ዘለዋ ኣሕዋታ ካብ ሰለስተ ኣሕዋት እየ ለዋኒ ታሓንቲ ደጋፊተይ እያ እተን ክልተ ግን ሸይጠናነ እየን ንትብላ ሓንቲ ኣነ እየ ማለት እዩ ሓንቲ ኣነ እየ ነገር ግን ኣይትፍረዱ ሓበሻ ንፍርዲ ኣይትሸኩሉ ንፍርድስ ኣይትሸኩሉ ንሕና ሓፍትና እንታይ ዓይነት ሂወት ትነብር ነይራ ከመይ እያ ነይራ ንሕና ባዕልትና ሕልናና ይፈልጦ ጎረባብትም ይፈልጦ ዓዲ እውን ይፈልጦ ማለት እዩ ዓዲ እውን ይፈልጦ ኣዲኣ እንታይ ዓይነት ኣዲኣ እያ እትብሉ ዘለኹም ኣዲኣ ጅግና ዝኾነት ኣደ ኣላትና ጅግና ዝኾነት ኣደ ብስነ ምግባር ገይራ ዘዕበየትና ኣደ ዘይምሱል መሲላ እንከይ ተምሃረት ዘምሃረትና፣ እንከይ ተበልዐት ዘብልዐትና ዘብልዐትና፣ ጫማ እንከይ ቀየረት ጫማ ቀይራ ዘዕበየ ጫማ ቀይራ ዘለዎ ከጻሪ ኣለዎ ማለት እዩ። ምክንያቱ ናይ ሓደ ታሪክ ወይ ከዓ ናይ ሓደ ተበዲለ እየ ተሳቅየ እየ ዝብል ዘሎ ጫፍ ሒዝካ ኣይኮነን እዩ ናብ ሚድያ ዝምጻእ ማለት እዩ። ጫፍ ሒዝካ ኣይኮነን እዩ ዝምጻእ። ካብ ክልቲኡ ወገን ኣጻሪካ እዩ ዝምጻእ ምክንያቱ ዋጋ የክፍለካ እዩ ዋጋ የክፍለካ እዩ ሕጂ ካዓ መብዛሕቲኩም እትፈርዱ መብዛሕቲኩም እትዛረቡ ኣነ ምንም ክብለኩም ኣይክእልን እየ ምንም ክብለ እትፈርዱ ዘለኩም እትፈርዱ ዘለኩም ሊቀ መልኣኩ ቅዱስ ምክኤል ኣቦይ ኣብ ገዛኩም ይእሰረልኩም ኣብ ገዛኩምስ ይእሰረልኩም እቲ ንሕና ኣብ ተባና በጺሒ ዘሎ ችግር ኣብቲ ባና በጺሒ ዘሎ ምንክርታት፣ ኣብቲ ባና በጺሒ ዘሎ ንሰለስተን ኣርባዕተ ወርሒ ልብኻ ምስባር ኣብ ገዛኹም ይእሰረልኩም። እዛ ክትሰምዕዋ ልጸናሕኩም ሓፍትና እዛ ክትናገር ልጸንሐት ልነብያት ዓባይ ሓፍታ እዛ በዓልቲ ገዛ ኣብ ስዑዲ ዓረብ ሰለስተ ኣሕዋት ኣለዋኣ ካብተን ሰለስተ ኣሕዋት ከዓ እዛ ዓባይ ሓፍታ በዓልቲ ገዛ ገዛይ እንድሕር ተጠሊመ ብሰንክኺ እየ ካብ ገዛ ጓለይ ክጥለም እስኺ ክኸስረኪ ንኣኺ ለይክረኽበኪ ይደሊ ልበላ ትብለኒ ደይ ልበለታ እዛ ዓባይ ሓፍታ በዓልቲ ገዛ ኣብ ስደት ትነብር ሓፍታ እያ ማለት እዩ ከም ዝተዓዘብክዎ እዛ ሓፍታ ትናገረላ ነገር ናይ ብሓቂ ሓንቲ ጓልነኻ ሓንቲ ሓፍትኻ ጓልነኻ መቃል ጎንኻ ከምዚ ዓይነት ግብረ መልሲ ከም ሓፍቲ ኣነ ሓንቲ ሓፍቲ ከምዚ ተትብል ኢለ ክሪኦ ከለኹ ብቑዕ የኾነ እዩ ዝመልሳ ማለት እዩ ንሳ ብዛዕባ ደኣ ብዛዕባ ኣደኣ ጥራሕ እያ ትሓልላ ትኽክል እዩ ኣደዋ ካ ክትፅረፈካ ፅቡቅ ኣይስምዕክን ኣደዋይ ኮንቲ ክትፅረፈ ብሶሻል ሚድያ ዝኾነ ሰብ ክነኽእለይ ኣይደሊ ትኽክል እያ ናደዋኣ ፀርፊ ክስምዓ ትኽክል እዩ ትፀርፊ ለይኮነ ናታ ጓልናኣ ዝበፅሓ ነገር ናታ ጓልናኣ ልተናገረቶ ኣብ ሶሻል ሚድያ ነገር ግን ኩሉ ሓሶት ካብ ምኾነ እያ ትናገርላ እሳ ፅቡቕ ህይወት ልክዕ እዛ ቆልዓ እዚኣ ሕምምቲ እንድሕር ደኣ ኮይና ከመይ ኢላ ኩሉ በደላታ ብደንብ ገይራ ተናጊራ ወላ ሓንቲ ዘርባዕባዕ ከይበለት እያ ተናጊራ ማለት እዩ ምናልባት ጥዕና ይትስእኒ ክንብለ ይንኽእል እዩ ምናልባት ጥዕና ክትስእን ትኽእል እያ እዛ ቆልዓስ ጥዕና ለይክህልዋ ይኽእል እዩ ግን ወላ ጥዕና ለይብሉ ሰብ ሓደ ጥዕና ለይብሉ ሓወይ ቱናቱ ድሌታት እዩ ከማልእሉ ግድን ዋላ ፅሉል እንድሕር ኮይኑ ዋላ ዕውድ እንድሕር ኮይኑ ሓውካ እንድሕር ደኣ ናይ እምሮ ፀገም ኣለዎ ወላ ይሃልዎ ንኡ የፀግመለ እዩ ኣነ ከምዚ የጨናንቐኒ እዩ ኣነ ከምዚ ደስተኛ ይኮንኩ እዩ ከምዚ ሂወት ተይልኒ ካብቲ ሂወት ንሱ የግልሉ ትንሱ ምርጭኡ ሲ ማርያምን ሓቂ እዩ እቲ ምርጫ ናታቱ ሲ ተማልኦሊካ ማለት እዩ እዚኣ ከዓ ትዛረበላ ከክንዲ ሓፍታ ለይኮነት ትዛረብላስ ከክንዲ ትዘማኣ ከክንዲ ሰብኣይ ሓፍታ እያ ትሕለቕላ ከም ድሪያ ኣለኹ እዚ ሓፍትና ማለት እዩ ሓንቲ ጓልነት ትዛረቦ ዘረባ ኣይኮነ እዚ ሓንቲ ጓልነኻ ሓልያ ትዛረቦ ዘረባ ለይኮነት ትዛረብላ ንሳ ልምታይ ልዳኣ ተፀሪፈን ትክክል ፀርፊ ናይ ኣዳኣ ፅቡቅ ኣይኮነይ ኣንሕና ለ ማሕበራዊ ሚድያ ልጥቀም ሰብ ወላ ብፌስቡክ ወላ ብካሊእ ንወላዲት ፀርፊ ዘይኮነስ ምኽሪ ወይ ከዓ እታ ቆልዓስ እንታይ መፍትሒ ክትረክበሉ ኣይና ክንናገር ዝግበአና ማለት እዩ። እዛ ሓፍተይ ግን ብዛዕባ ናይ ኣደኣ ፀርፊ እያ ትናገር መፅያ እምበይ እንተ ሓፍታሲ ሕማቕ ሂወት ከም ዘይብላ ጎረበት ይፈልጥ ትብላ ጎረበት ዓዲግራት ወይ ከዓ መንደር ይፈልጥ ትብላ መንደርስ ከመይ ገይሩ እዩ ክፈልጠልካ ዝኽእለ ጓጓ ካለሎ ኣብ ገዛ ካለሎ ጓዳ ካለሎ ፀገምሲ ዋሕሰዎም ኣሕዋተይ ጎረበት ከመይ ገይሩ ክፈልጦ ይኽእል ጎረበት ከመይ ገይሩ ክፈትሐልካ ይኽእል እታ ንስኻ ትነብራ ህይወት ካብ ገዛኻ ትረኽባ ጉድ ንስኻ ኢኻ ትፈልጣ እታ ንሰብኣይካ ጉድ ንስኻ ኢኻ ትፈልጣ እታ ናይ ሰብኣይካ ፀባይ ንስኻ ኢኻ ትፈልጣ ኣብ ጎረበት ጥዑይ ሰብኣይ እየ ዘሎ ብጎረበት ብደገ በቃ ከመይ ውዒልኩም ዳሕና ደለኹም ኣተ ዳሕና ኒኹም ኢሉ ብጣዕሚ ትሕትና ዘለዎ ሰብ ኣሎ ኣብ ሰብኣይ ይኹነ ሰበይቲ ካብኡ ኣብ ገዛ ምስ ኣተወ ካልእ ዓይነት ባህር ዘለዎ ሰብ ኣሎ ኣብ ገዛ ምስ ኣተወ ካሊእ ባህር ለለዎ ሰብ ኣሎ ማለት እዩ ስለዚ እዛ ቆልዓ እዚኣ ትቆለፍ ምዃና ኣብ ገዛ ዓፅዩ ልገድፋ ፅልልቲ ልውልዋ ብዙሕ በደል ዝበፅሓ ምዃንሲ ዋላ ጥዕና ለይብላ ትኾን ዋላ ጥዕና ለይብላ ትኾን እንድሕር ማእሰርቲ ለይደልየቱ በቃ ዋላ ዳ ሰብ ክትሰርሕ ይግባእ ማርያምን ዘቆልዓ ሰብ ልሰኣነት ኮይና ተሰሚዓትኒ ብሓቂ ማለት እዩ በቃ ጎና ሰብ ለይብላ እና ናይ ቤተሰብ ጉዳይ ዋላ ይኹን ዋላ ናይ ቤተሰብ ጉዳይ ይኹን ዛቆልዓ ግን ሰብ ስኢነም ኣብ ጎነይ ሰብ የብለይ ኣደይ እውን ኣስጢምኩም እሰርዋ እያ ትብል ወላ ጥዕና ዘይብሉ ሓደ ሰብ ትኮይኑ ኣስጢርኩም እሰርዎ ሓዝዎ ጨብጥዎ ተልካዮ ይገዶ እዩ በይጥዕና ኣረጋጊፅና ይኮነ ነገር ኣለና ወላ ጥዕና ዘይብሉ ሰብ ድሌታት ኢካ ተማልኣሉ ማለት እዩ እዚ ሓፍትና ከዓ ከክንዲ ሓፍታ ዘይኮነ ትዛረብላስ እንዶ ከክንዲ ትዘማኣ እያ እንዶ እስከ ክንዲ ትዘማኣ እያ ዳርጋ ትሕለቀላ ካብኡ ከዓ ብዛዕባ ኣዳኣ ጥራሕ እያ ትናገርላ ማለት እዩ እና ኣብ ገዛኻ ለሎ ጉድ ኣብ ገዛኻ ለሎ ተሕልፎ ሂወት ኣብታ ውሽጢ ገዛኻ ተሕልፎ ሂወት መንደርስ ከመይ ገይሩ እዩ ክፈልጠልካ ዝኽእል መንደር ኣይፈልጠልካ እዩ ባዕልኻ ኢኻ ትፈልጣ እታ ሂወትካ እታ ናብራኻ እታ ፀባዩና ሰብኣይካ ባዕልኻ ኢኻ ትፈልጣ ስለዚ እንድሕር ከፊእዎ ሓንቲ ሓፍትኻ ኣብ ጎኒ ሓፍተይ ይኾን ኣለኒ ኣብ ጎኒ እታ ጓልነይ ይኾን ኣለኒ ድሕሪ ሓፍተይ ተወፅያ እስካ ሶሻል ሚድያ ትበፅሕ ተልርዳእ ኣላ ነይረን ሲጀመር ኣሕዋታ ተልርዳእ ኣላ ብሓቀይ ማለት እዩ ርኢኻ ዘይኮንካሲ ዋላ ገሚትካ እሳለ ብልተዛረበቶ ኣሕዋታ ልርዳእ ኣላ ኣሕዋታ ጎና ተልኾና እስካብ ሶሻል ሚድያ መፅሐዚ ሰብ ስኢና ጨኒቕዋ እስካብ ዳ ሰብ ሰሪሓ እያ እዛ ቆልዓ ናብ ሶሻል ሚድያ ዝወፅያንያ ማለት እዩ ስለዚ ብድጋሚ ኣብ ጎኒ ሓፍትኻ ክትኮን ይግበእኪ እዚ መልሲ እዚ እውን ናይ ጓልኒ ይኮነ ናይ ጓንነት እምበይ ናይ ጓልና ይኮነይ ማለትና እዛ ካልኣይቲ ሓፍታ ከዓ ሰሚዕና ንመለስ ኣብ ዘላ ካልኣይቲ ሓፍታ ንእሽቶን ሓፍታለ ሰሚዕና ንመለስ ማለት እዩ ሎማዓንቲ ብዛዕባ ነቢያት ይኩም ዛረብኩ መፀ ነቢያት ሓፍቲ ክዲኣ ንትብልኒ እወ ንእሽቶን ሓፍተ እየ ኣነ ከዓ ካብቲ ነብሰዱ ዘለዋ ንእሽቶን ሓፍታ እየ ክብራት ኣሕዋተይ ናይ ነቢያት ጉዳይ ከቢድ እዩ ኣብ ውሽጢ ብዙሕ ነገር ዝፀረ ከቢድ እዩ ስለዚ ከዓ ክስካብ ሓቁ ነፃሪ ክስካብ ሓቁ ውፅኢና እዚ እዩ እቲ ሓቂ ኢልና ንመፀኩም ዓቅሊ ተትገብሩ ፅቡቅ ሕማቅ ፅቡቅ እንተዘይትፅሕፉ ፅቡቅ እዩ ሸያጢት ሓፍታት እውን ኣለኹም ኣነ እና ሓፍተይ ንክሸይጥ ዓቅሚ የብለይ ትርድእኩም እና ሓፍተይ ክሸይጥ ኣይኮነን ንሓፍተይ ንብዓተ ክርኢ እውን ዓቅሚ የብለን ኩብራት ኣሕዋተይ ስለዚ እንታይ እየ ክብለኩም ዝደሊ ኣነ ናይ ነቢያት ጉዳይ ብካሊእ መንገዲ እየ ዝፈልጦ ብካሊእ መንገዲ ክፈልጦ ተለኩ ከም ትሓምም ከም ሓሚማ ከዓኒ ብዙሕ ነገር ከም ትገብር እየ ዝፈልጥ ምስ ኣሕዋታን ምስ ቤተሰባን ከም ዘይትሰማማዕ እየ ዝፈልጥ ብጀካ ምሳየ ምስ ማንም ሰብ ትሰማምዑ ቤተሰብ የብልና ክቡራት ኣሕዋተይ ስለዚ ከም ትሓምም ዳ እየ ዝፈልጥ እምበር እዚ ጉዳይ ትዛረቦ ዘላ ሕጂ እየ ዝፈልጦ ሕጂ ክፈልጦ ከለኹ ከዓኒ ኣብ ሚድያ ወፅያ ምስ ተዛረበት እየ ዝፈልጦ ቅድሚ ምዝራባ ግን ናባየ ደዊላትለይ ጥዒናኺ ሕሽክዶ ኢላኒ ምክንያቱ ጥዒና ዘይብለይ ኣብ ስደት እየ ዘለኹ ጥዒና የብለይን ክስካብ ውላደይ ንዓዲ ዝሰድድ እየ ኮይነ እዚኣ ከዓ እዛ ንእሽቶን ሓፍታ እሳያ ቁሩብ ትርደአለይ እሳያ ትሕሸኒ ለኣይስ ትርደአለይ እጆ ክትብለኒ ሞራል ትበኒ ሓፍተይ እሳ ጥራሕ እያ ዝበለታ ሓፍታ እያ ማለት እዩ ኣሕዋተይ ማዕረይ ብዛዕበየ ወለዲ ኣሕዋታ ምሳለ ዓወይና ቶም ዝወለድዋ ኢዮም ዝዓብዩ ሓደ ሰብ ተጨኒቑ ጸቢቡ ኣብ ጎኑ ማንም ሰብ ዘይብሉ ክኾን ከሎ ግን ብጣዕሚ እዩ ዝስምዓካ። ብስድራኻ ዝመጸካ ነገር ከቢድ እዩ። ኣነ ናይ ካሊእ ሰብ ምንም ኣይኸ ኣነ ናይ ካሊእ ጎረበት ናይ ጎረበት ናይ ካሊእ ሰብ ነገር ምንም ለይፈልጠኒ ወይ ርሕቕ ዝበለ ሰብ ኣይስምዐኒ። ናይ ስድራ ነገር ግን ብጣዕሚ እዩ ዝስምዓካ። ስድራ ከለውካ ዳርጋ ከም ዘይብለውካ ወላ ጥዕና ዘይብላ ትኾይና ኣለ ኣብ ጎና ክትኮን ኣላ ይግባእ። ናይዚ ሓፍትን ሓሳብ ከምዚ ዝሰማዕናዮ ነይሩ። ጥዕና ይብላ እዩ ጥዕና ዘይብላ ምኳና እየ ይፈልጥ ትብላ ማለት እዩ ወል በዓል ኣብ ስደት እያ እኒኣ ኣብ ስደት ለለዋ እየን ወላ ኣብ ስደት ኮይንካ ግን ግድን ገንዘብ ይኮንካ ይትሕግዙ ሓውካ ግን ኣብ ጎኒ ምህላውካ ኣብ ጎኒ ሓውካ ምህላውካ እንድሕር ደኣ ኩሉ ግዜ ተፍልጥ ኮንካ ይፍታሕ እዩ ማለት እዩ ወላዲ እንድሕር ሓሚቕካ ሓው ክጥዕየካ ኣለዎ ሓው እንድሕር ሓሚቕካ ለ ወላዲ ክጥዕየካ ኣለዎ ካብ ኩሉ ነፃ ክትኾን ተለካ እዩ ከቢድ ኣብ ጎኒ ሓፍትኽን ኩና ክብለክን ይደሊ ብሩኻት እትን ኣሕዋታ እዚ ሓፍታ ጥዕና ከም ደይብላ እየ ዝፈልጥ ኣብ ጎኒ ሓፍተይ ኢለ ክኾን እየ ትብላ እቲ ናቲ ሓሳብ ፅቡቕ እዩ ነዚ ሓንቲ ሓፍታ ለይተውሓጠለይ ግን በቃ ኣብ ጎኒ ዘማኣ ዳርጋ እያ እኒኣ ምናልባት እንድሕር ገዛ ገዚኡላ ዋላሲ እንድሕር ገዛ ገዚኡለይ ዘማይሲ መጀመርያ ነገር ልዘማይ ኣሚነ እምበይ ልሓፍተይ ኣሚነ ይኮንኩ ልገዝእ ኣለኹ ማለት ሓፍተይ ብኢዳ ትገብሮ ነገር ይኮነን እዮ ዘማ እንድሕር ኣሚንካ እና ልገዛ ክትብልስ ሓፍትኻ ኣብ ለይኮነ ሂወት ተወደቐትከ ተሞተትከ ፅባሕ ንጓ ካሊእ ነገር ተገጢምዋ እንታይ ክበሃል ይከሃል ሰብ ብምእሳር ልሓውየሉ ምክንያት የብሉ ብምእሳር እንዶ ይገድድ እዩ እንዶ ሓደ በቃ ልሓምም ልሓምም ርእሱ ዝሓተ ሰብ ምእሳር የግድዶ እዩ ምእሳር ምቑራን ሓለፈ ሸቶኻ የውድደ እዩ ኣነ ከም ዝረኽዋ እታ ቆልዓ ግን ስጋብ ክንድኡ ዝሓመመት ወይ ርእሳ ልሰሓተት የኾነት እዩ ወላ ምስ ስድራ እንድሕር ለይትረዳዳእ ኮይና ኣለ በቃ ከም ድላያ ከለ ክትኾን ነፃነት ክትህብ ኣለካ ወላ ዳሰብስ ድያ ክትሰርሕ ወላ ላብ ገለ ስድያ ክትጠፍእ ካብ ምእሳር ይሕሽ ካብ ምእሳር ይሕሽ ማለት እዩና ኣብ ጎኒ ዝሓፍት ከንኩና ኣሕዋተይ መዓረ እንድሕር ጥዕና ሙሉእ ለይብላለ ጥዕናኣ ሙሉእ ይመልሰላ ንስኻትክን ደቅና ግን ኣብ ጎንኽን ኣብ ጎና ኮይንኽን ጠጠው ክትብላ ይግበአክን ማለት እዩ ብርኳተይ መዓረይ ናይ ሎማዓንቲ እዚኣ ትመስል ነይራ ሰላምን ፍቅርን ንኩሉ ወዲ ሰብ ሙሉእ ጥዕና ከዓ ንዝሓፍትና ፍትሒ ከዓ እግዚኣብሔር ኣምላክ ይሃባ ባይ ባይ